ዓወት ንዝተፈላለዩ ሰባት ዝተፈለየ ትርጉም እዩ ዘለዎ። ንገሊኦም ዓወት ማለት ቁጠባዊ ዕቤት ምብጻሕ ክኸውን ይኽእል እዩ፣ ንኣብነት ሚልዮነር ምዃን። ንገለ ኣብቲ ዝነጥፍዎ ዓውዲ ብልጫ ምስላም፣ ንስፖርታውያን ድማ ወናጩን መዳልያን ምዕታር ክኸውን ይኽእል እዩ። ንገለ ብቐሊሉ ሰላምን ራህዋን ምህላው፣ ጥዕና፣ ሓጎስ ክኸውን ይኽእል እዩ። ዓወት ንዓኻ እንታይ ምዃኑ ብዘየገድስ ነዞም ዝስዕቡ ዓሰርተ ልምድታት ናይ ኩሎም ዕዉታት ሰባት ብጽሞና ተኸታተል። ንኹሉ ትርጉማትን ቦታታትን ናይ ዓወት ዝውክሉ ድማ እዮም። ቀዳማይ ዕላማታት ዘቐምጡ እዮም። ዕላማታት ዘየቐምጥ ዕውት ሰብ ኣጓኒፍካ ከም ዘይፈልጥ ርግጸኛ እየ። ብዘይ ንጹር ዝኾነ ዕላማ ንቕድሚት ሰጉምካ እቲ ትደልዮ ዝኾነ ነገር ናይ ምርካብ ዕድል ከባቢ ዜሮ ሚእታዊት እዩ። ናበይ ገጽካ ትኸይድ ከም ዘለኻ ዘይትፈልጥ ትረኣ ኾንካ መወዳእታ ንገዛእ ርስኻ ኣብቲ ክትህልዎ ዘይትደልያ ቦታ ከትረኽባ ኢኻ። ምቕማጥ ዕላማ ነቶም ዓወት ዝደልዩ ሰባት እቲ ቀዳማይ ምርጫ ክኸውን ኣለዎ። እቲ ትደልዮ ብንጹር ግለጾ። እቲ ናይ መወዳእታ ዕላማ፣ ናብኡ ንኽትበጽሕ እንታይ ከም ዘድሊ ጸሓፍ። ናብ ንኣሽቱ፣ ኣብዚ ግዜ እዚ ክትገብሮም እትኽእል ንኣሽቱ ዕላማታት ሰባብሮ። እቲ ስለምንታይ ናትካ ርጉጽ ግበሮ። እቲ ክትገብሮ ዘለካ ክትገብር ዝገብረካ ምኽንያት ኣዝዩ ሓያል እዩ። እንዳተጓዓዝካ ምስ መንደቕ ኣብ ትጋጮ፣ ንነገራት ከምቲ ትደልዮ ኣብ ዘይከዱልካ ግዜ ንኽትቅጽል ዝሕግዘካ ትርጉምን ትርጉምን ሓያል እዩ። ካልኣይ፣ ናይ ህይወቶም ሙሉእ ሓላፍነት ይወስዱ። ካልእ ሓደ መፍትሕ ዝኾነ ባህርያት ናይ ዕዉታት ሰባት ሙሉእ ሓላፍነት ዝወስዱ ምዃኖም እዩ። ዘይከም መብዛሕትኦም ሰባት ናይ ውድቀታቶምን ዓወቶምን ሓላፍነት ይወስዱ። ናይ ግዳይነት ስምዒት የብሎምን። ገለ ነገር በቲ ዝደልይዎ መንገዲ እንተዘይከይዱ ንኻልኦት ተሓተቲ ኣይገብሩን እዮም። ካብቲ ካብኡ ክመሃርዎ ዝኽእሉ ይመሃሩ፣ እቲ ዝኸድዎ መንገዲ ዘይቅኑዕ ምዃኑ ይመሃሩ፣ ድሒሮም ብቕጽበት ናብ ካልእ መንገዲ ይቕጽሉ። እቲ ዝበለጸ ሓይልኻ ክተውፍረሉ እትኽእል ወፍሪ ኣብ ሕጅን መጻኢኻ ኣብ ምውጣንን እዩ። ናይ ኣተሓስባኻ መስርሕ ኩሉ ግዜ ከመይ ገይረ ክገብሮ ይኽእል ወይ ካብዚ እንታይ ክመሃር ይኽእል ክኸውን ኣለዎ። ብፍጹም ኣብ ሕሉፍ ክትነብር ወይ ስለምንታይ ዘይተዓወትካ መመኽኔታታት ክትገብር የብልካን። ዘክር፣ ንኹሉ ሰብ መሰናኽላት ከም ዘጋጥሞ። ንኹላትና ወይ ኣጋጣሚታትን ካልኦትን ተሓተቲ ናይ ምግባር ወይ ናብ ዝሓሸ መጻኢ ምፍጣር ኣማራጺ ኣለና። እንታይ የጋጥም ብዘየገድስ ሕጂ እንታይ ክትገብር ከም ዘለካ ንስኻ ኢኻ ትውስን። ኣዝዩ ልዑል ዝኾነ ስነ ምግባር ይውንኑ። ስነ ምግባር ሓደ ኣዝዩ ሓያል ዝኾነ ባህርያት ናይ ኩሎም ዕዉታት ሰባት እዩ። እዚ ባህርያት እዚ ብተደጋጋሚ ብምጥቃም ክምዕብል ዝኽእል እዩ። ኣብ ገዝኦም ኮይኖም ዝሰርሑ ወይ ብዘይ ክትትል ዝሰርሑ ሰራሕተኛታት ጥቕሚ ናይ ስነ ምግባር ጽቡቕ ገይሮም እዮም ዝፈልጡ። በይንኻ ኣብ ትኾነሉ ግዜ ሶሻል ሜድያ ክትጥቀም ዲኻ ትመርጽ? ኣብ ዩትዩብ ንዕቤትካ ዋላ ሓንቲ ትርጉም ዘይብሎም ቪድዮታት ትርኢ። ወላስ ንመጻኢኻ ረብሓ ዘለዎ ንጹር ዝኾነ ዕላማን ዓሚቕ ትርጉም ዘለዎ ምኽንያትን እንተሃልዩካ ስነ ምግባር ቀሊል እዩ ዝኾኑ ካብቶም ትርጉም ዘይብሎም ኣቓልቡኻ ዝሰርቁ ነገራት ዝዓቢ ትርጉም ራብዓይ ናይ ውልቃዊ ዕቤት ውሉፋት እዮም ኣብ ገዛ ርእስኻ ካብ ምስራሕ ተስፋ ዝቑረጽካ እንተኾንካ ዕዉት እየ ክትብል ኣይትኽእልን ኢኻ እዚ ዘይተዓግብ ኢኻ ማለት ኣይኮነን እንታይ ደኣ ሓደሽ ነገራት ክትፈልጥን ክትዓብን ምድላይ ናይ ደቂ ሰባት ተፈጥሮ ምዃኑ ምፍላጥ ማለት እዩ። ሓደሽ ነገራት ክትመሃርን ሓንጎልካ ከተማዕብልን ክፉት ኩን። ብመንገዲ ኣሰልጠንቲ፣ መጽሓፍትን ናይ ድምጺ መጽሓፍትን ኣብዚሕካ ኣብ ትመሃረሉ ኣብዚሕካ ከተእቱ ኢኻ፣ ብቑጠባን ብኣእምሮን። ሓምሻይ፣ የንብቡ ብብዝሒ። ንባብ መብዛሕቶም ዕዉታት ሰባት ግዜኦም ዘሕልፉሉ ነገር እዩ። መብዛሕትና ኣብዚ ግዜ እዚ ንነብር ዘለና ሰባት ከይተሰላቸና ክልተ ደቒቕ ክንጸንሕ ኣይንኽእልን ኢና። ማዕረ ክንደይ ከም ዝሰልቸወካ ከተርኢ ቴሌፎንካ ኣልዒልካ ኣብ ሾሻል ሚድያ ፖስት ትገብር። ዕዉታት ሰባት ብኣንጻሩ በይኖም ኣብ ዝኾኑሉ ሕጉሳት እዮም። ዝርብሽን ኣቓልቦ ዝሰርቕን ዘይብሎም፣ ንሓንጎሎምን ንመጻኢኦምን ዘርብሕ ከንብቡ ወይ ክሰምዑ ዕድል ስለ ዝረኽቡ። ኣንባቢ እንተዘይኮንካ ናይ ድምጺ መጽሓፍቲ ፈትን። ሻወር ኣብ ትጥቀመሉ፣ ኣብ ጂም ወይ ድማ ኣብ መኪናኻ ክትሰምዖም ትኽእል ኢኻ። ነዚ መብዛሕትኡ ግዜ ብዘይ ጥቕሚ ዝጠፍእ ግዜ ሓደሽቲ ክእለታት ንምምሃር ተጠቀመሉ። ሽዱሽተ፣ ግዜኦም ብግቡእ ማነጅ ይገብሩ። ግዜኻ ማነጅ ምግባር ንዓወት ኣዝዩ ጠቓሚ እዩ። ዘይዕዉታት ሰባት ክስርሑ ዘለዎም ብዙሓት ዕዮታት ምስ ዝህልዎም ተጨኒቖም ዓቕሎም እዩ ዝጸቦም። ዕውታት ኣዝዩ ውሑድ ግዜ ጥራይ እዮም ዝርበሹ። ነቶም ኣገዳስነትን ዓቢ ውጽኢት ዝህብን ኣቐዲሞም፣ ነቶም ብዙሕ ኣገዳስነት ዘይብሎም ድማ ኣብ መወዳእታ ይሰርሑ። ነቲ ዓቢ ጽልዋ ዘለዎ ዕዮ ምግባር ኣገዳሲ ምዃኑ ስለ ዝፈልጡ፣ ዕውታት ኣቐዲሞም እዮም ዝውጥኑ። መዓልታት፣ ሰሙናት፣ ኣዋርሕ ኣቐዲሞም ዕላማታቶም ንምህራም እንታይ ክግበር ከም ዘለዎ ብንጹር ይውጥኑ። ሸውዓተ፣ ሪስክ ይወስዱ። ናይ ዕጫኻ ትኬት እንተዘይሓኸካ ዕጫ ክትዕወት ኣይትኽእልን ኢኻ። ዓበይቲ ሪስክታት እንተዘይወሲድካ ዓበይቲ ዓወታት ወይ ዓበይቲ ውፅኢታት ክትቅበል ኣይትኽእልን ኢኻ። ዕውታት ሰባት ናብቲ ክኸድዎ ዝደልዩ ንክበፅሑ ዝተወጠኑ ዓበይቲ ሪስክታት ክወስዱ ከም ዘለዎም ዝፈልጡ እዮም። መብዛሕትኡ ግዜ ሰባት ከይጋገዩ ስለ ዝፈርሑ ከምዚኦም ዓይነታት ሪስክታት ኣይወስዱን እዮም። እቲ ዝዓበየ ዕውታት ሰባት ዝፈርሕዎ ጌጋ ጣዕሳ እዩ። ወይ ነቲ ትደልዮ ዓይነት ህይወት ሪስክ ትወስድ ወይ ድማ ዘይትደልዮ ህይወት ትነብር። ሸሞንተ ወላ ኣብ ዝጋገዩሉን ዝወድቅሉን ምጉዓዝ ኣየቋርጹን እዮም። ንኹላትና ውድቀታት የጋጥሙና እዮም። ኩሉ ናይ ሕልሙ ህይወት ንኽነብር ኣብ ጉዕዞ ዘሎ ሰብ ብጌጋታት ክሓልፍ እዩ። ገሊኦምሲ ኩሉ ዘለዎም ክኸስርዎ እውን ይኽእሉ እዮም። መብዛሕትኦም ኣብዚ እዮም ዘቋርጹ። ዕዉታት ግን ብፍጹም ኣየቋርጹን እዮም፣ ጉዕዞኦም ይቕጽሉ። እቲ ሓያል ባህርያቶም ኣብ ከቢድ እዋን ከም ዝስረት ዝፈልጡ እዮም። ናይ ዓወቶም ታሪኽ ኩሉ ኣጋጣሚታት ከም ዝሓቁፍ ስለ ዝፈልጡ ኣብ ውድቀት ካብ ውድቀት ተሲኦም ምስ ዝምለሱ ናይ ዓወቶም ታሪኽ መሊሱ እዩ ዝምቅር። ትሽዓተ፣ ናይ ግድን ክዕወትሉ ዝኽእሉ መንገዲ ይረኽቡ። ዕዉታት ሰባት መንገዲ ይረኽቡ እዮም። በቃ ህይወት ኣብ መንገዶም እንታይ ትድርብየሎም ብዘየገድስ ክፈትሕሉ ዝኽእሉ መንገዲ ይረኽቡ። ይኹዕቱ፣ ይቃለሱ፣ እንታይ የድሊ ብዘየገድስ ክዕወትሉ ዝኽእሉ መንገዲ ይረኽቡ። እዚ እቲ ዘጋጠመ የጋጥም ዝብል ስነ ሓሳብ እዩ። እዚ ዘጋጠመ የጋጥም ንኸትዕው ንኽትዕወት ዝከኣለኒ ከም ዝገብር ብርእሰ ተኣማንነት ምፍላጥ እዩ። ኩሉ ዝከኣለኒ ክገብር እየ፣ ክዕወተሉ ዝኽእል መንገዲ ብግዲ ክረክብ እየ። ዓሰርተ ዘፍቅርዎም ንጥፈታት ይገብሩ። ትፈትዎ ነገር ዘይትገብር እንተሃሊኻ ዕግበት ዝህበካ ዓወት ክትበጽሕ ኣይትኽእልን ኢኻ። ዝበዝሐ ናይ ስራሕ ግዜኻ ማለት ዝበዝሐ ናይ ህይወትካ ግዜ ንገንዘብ ጥራይ ኢልካ ትጸልኦ ነገራት ምግባር ዕውት ህይወት ኣይኮነን፣ ነፍስኻ እዩ ዘሳቒ። ነቲ ትደልዮ ህይወት ንክትረክብ ኢልካ ብዙሕ ዘይትፈትዎ ትገብር እንተ ሃሊኻ ጸገም የብሉን ስራሕ። ግን ናብቲ ዝዓበየ ትርጉም እትብሎ ቆላሕታ ኣይተጥፍእ። ናይ ህይወትካ ትርጉም ርኸቦ። ብዛዕባ እቲ ኣብዛ ዓለም እዚኣ ኣብሊጽካ ክትገብሮ ትደሊ ነገር ሕሰብ። ድሒርካ ነዞም ዝምሱጥኻ ንጥፈታት ተጠቂምካ ንኻልኦት ብምሕጋዝ ከመይ ጌርካ ትረብሕ ሕሰብ። መዓልታዊ እቲ ትፈትዎ ነገር ምግባር ወላ እውን ኣብ መጀመርታ ትሑት ኣታዊ ይሃልዎ እመነኒ የዋጻካ እዩ።